ሰላም ሰላም ክቡራት ተኸታተልትና ሙሉእ ዓለም ዘለኹም ሰላምን ጥዕናን ቅሳኔትን ንምነየልኩም ሎም ከዓ ብሓድሽ ቪድዮ ሒዝናልኩም መጺና ኣለና ክትፈትውዎ ከኣ ተስፋ ንገብር ከምዚ ዝረኣኹሞ ኣብ ላዕሊ ኣየናይ እንታይ ንጥቀም ዝብል እዩ ንስኹም ከኣ ተፈቲኹሞ ተፈቲኽንኦ ሸር ሳብስክራይብ ላይክ ኣይትረስዑ ክሳብ መወዳእታ ምሳና ክትከታተሉ ከኣ ተስፋ ንገብር ኣየናይ ዓይነት ሃፋፍ ሎኮ ወይ ከዓ ኣየናይ ዓይነት ኡትሚል ኢኹም ትጥቀሙ ወይ ኢኽን ትጥቀማ ንስኻትኩም ንገሩና፣ ንሕና ከዓ እዚ ሸር ክንገብር ኢና እሞ ኣየናይ ትጥቀሙ ወይ ኣየናይ ትጥቀማ ከዓ ተትነግራና ኣብ ኮሜንት ጽቡቕ ነይሩ። ኣየናይ ይበልጽ ከዓ ትብሉ? ሕጂ ቀዳመይቲ እዛ ንሪኣ ዘለና እያ እዛ ንሪኣ ዘለና እንታይ ትሕዝቶ ኣለዋ ገለ ከዓ እዚ ከምዚ ንሪኦ ዘለና ማለት እዩ ብዙሓት ሰባት ንፈልጦ ወይ ንጥቀመሉ ንኽእል ኢና ኣየናይ እንታይን ይሓይሽ ዳ እዩ እምበር እዚ ከዓኒ ሚእቲ ሚእታዊት ፎልኮርን ትብሉ ኣሎ ብዙሕ ሚእቲ ሚእታዊቲ ካብ ገፈል ከም ዝመፀ ወይ ገፈል ከም ዘለዎ እቲ ጥቕሙ እቲ ትሕዝትኡ ከዓ ከምዚ ንሪኦ ዘለና ማለት እዩ ብዙሕ ዓይነት ከም ዘለዎ ቬጋን ከም ምዃኑ ከዓ ይነግረና ኣሎ ማለት እዩ ነዚ ክትርእይዎ ምእንታን ኢለ እየ። ምናልባት እቶም ዘይትጥቀምሉ እንታይ ዓይነት ኣለዎ ኢልና ኣቕሪብኩም ክትንብብዎ ትኽእሉ ኢኹም ማለት እዩ። ወይ ደው ኣቢልኩም እንታይ እንታይ ሂዙ ኣሎ ጥቕሙ እዚ ከኣ ከምቲኣ ሓደ ዓይነት ከለዋ ግን ከኣ ግሉተን ፍሪ ዝብል ማለት እዩ እዚ ግሉተን ዘውፅዎ ኮይኑ ኩሉ ሓደ ዓይነት ከሎ ግን እዚ ግሉተን ኣውፅኦ ማለት ግሉተን ፍሪ እዩ ግን ሚእት ሚእታዊት ካብ ገፈል ከም ምዃኑ ከዓ ይነግረና ኣሎ ከብዚ ንሪኦ ዘለና ማለት እዩ ብትግርኛ ብንፁር እንታይ እዩ ኣይደነው ኦትስ ብእንግሊሽ እቲ ሃፈፍሉክን ከኣ ቢዶች ኣብኡ ኣይዘን ዚንግ ማግነዝዩም ብዙሕ ዓይነት ከም ዘለዎስ ኣብዚ ደሓን ይነግረና ኣሎ ራሽኣን ባላሽቶፍ ብዙሕ ዓይነት ከም ዘለዎ ይነግረና ኣሎ ብዝያዳ እቶም ቋንቋ ጀርመን ተንብቡ ክትርእይዎ ትኸእሉ ኢኹም። ትፈልጥዎ ተኾንኩም ዕሙቕ ዝበለ ኣፍልጦ ተልይኩም ከዓ ሸር ክትገብሩና ኣብ ኮሜንት ከዓ ብዚ ቀጣሚ ንሕብር። ንሕና እንታይ ንጥቀመሉ ኣየናይ ይሓይሽ እስኻትኩም ከ ኣየናይ ይሓይሽ ትብሉ? እዚኣ ኸኣ ርእይዋ ካብ ዲኤምያ ብዮ ዝብል ካብ ናይ ሕርሻ ከም ምዃኑ ይነግረና ኣሎ ማለት እዩ። ኣብቲ ብዮ ዝብል ኣብቲ ትሕቲኡ ኣሎ ከም ንሪኦ ዘለና እዚ ብዙሕ ንፋይ ወይ ከዓ ብዙሕ ኮረን ከም ዘለዎ እዩ ዝነግረና ዘሎ እዚ ዝነሀለ ሕጂ ከምዚ ትርር ዝበለ ኮይኑ ብዙሕ ድርቅ ዝበለ እቲ እቲ ኮረንቲ እቲ ንፋስ ብህይወት ከም ዘሎ ኣብኡ የርእየና እዩ ብዝያዳ ከፊትና ምስ ረኣናዮ ማለት እዩ እዚ ሕጂ ብዮ እዩ ዝብል ዝበለፀ እዚ ብዮ እዩ ግን እንታይ ምበልኩ ኣነ ከምዚ ብዮ ከሎስ ግን ከዓ ኣብ ባኮ ተሸፊኑ ዝፀንሕ ኣሎ ኣብ ባኮ ምክንያት ፕላስቲካ ንባዕሉ ፅቡቅ ስለዘይኮነ ኣብ ባኮ ዝፀንሕ ኣሎ ከምኡ ተረኪብና ከዓ ፅቡቅ ማለት እዩ ዋግኡ ከዓ ኩሉ ዝተፈላለየ እዩ እቲ ዋግኡ ምናልባት እቶም ዝኾነ ይኹን ኣፋፍልኮ ወይ ከዓ ኡቱስ ዝኾነ ይኹን ኖርማል ክጥቀም እየ ንብል ዝኾነ እቲ ዝሓሰረ እየ ክንጥቀም ንብል እንተኮይንና እዚኣ ቀዳመይቲ ሒዘ እያ ዝፀናሕኩ ማለት እዩ እቲኦም ብዮ ኢና ንጥቀም ብዮ ኢና ንደሊ ትብሉ ከዓ እዚኣ ኣብዚ ንሪኦ ዘለና ካብ ዲኤም ክኸውን ይኽእል እዩ ካብ ካልእ እውን ክኸውን ይኽእል እዩ ኣብ ባኮ እውን ዝፀናሕ ኣሎ እንተረኺብኩሞ እውን ወይ ከዓ ኣብ ኣማዞን እውን ክንረኽቦ ከዓ ንኽእል ኢና ኣብ ዝተፈላለየ ሃገር ክንህሉ ስለ ዝንኽእል ኣብ ኣማዞን እውን ክንረኽቦ ንኽእል ኢና ተደሊኹም ሊንክ ብታሕቲ ክሰደልኩም ይኽእል እየ እዚ ከኣኒ እቶም ግሉተን ፍራይ ንጥቀም ወይ ንምገብ ከምዚ ዓይነት ክንምገብ ንኽእል ኢና እዚ እቲ ጉልተን ወፂኡ ከም ዝኾነ ይሕብሩና ኣለዉ ካብዚ ኡቱስ እንተደሊና ጉልተን ፍራይ ከምዚ ክንጥቀም ንኽእል ኢና ቶታል ጉልተን ዘይብሉ ኣእኻል እውን ኣሎ እዚ ከዓኒ ከምዚ ዝረኣናዮ ብዮ ኣይኮነን ግን ብዙሕ ጥቕምታት ከም ዘለዎ ከዓ ኣብዚ ይሕብረና እዩ ማለት እዩ ኣብዚ ብዝያዳ ኣብዚ እንተቢብናዮ ብዙሕ ጥቕምታት ከም ዘለዎ እዩ ዝነግረና ወይ ዝሕብረና ዘሎ ሕጂ እቲ ፍልልዩ ጥብቕ ኢሉ ጥብቕ ኢልና ክሳብ ታሕቲ መቐረቱ ንምንታይ እዚኣ ሕጂስ ክብርቲ እያ ክብርቲ ክብል ከለኹ ቅርሽን ሓደ ኢሮን ስሳን ትሽዓተን ሳንቲም እያ ሕጂ እዚኣ ክብር ዝበለት ካብቲ ብዮ ስሱ ይኸብር እቲ ብዮ ክንደይ ሰማንያን ሓሙሽተን ሳንቲም እዩ ሰማንያን ሓሙሽተን ሳንቲም እዩ ሕጂ እዚ ብይኹንስ ንምንታይ ድኣ እዚ ከቢሩ ዝብል ሕቶ ክመፀና ኣለዎ ማለት እዩ ምክንያቱ እቲ ብዮ ዝተባሃለስ ክኸብር ነይርዎ ዶ ማዕረ ክንደይ እቲ ሓደ ጥቕሚ ከም ዘለዎ ብዝሒ ጥቕሚ ከም ዘለዎ ይገልፀልና እዩ ብዙሕ ብፍላይ ዚንክ እንታይ ከም ዘለዎስ ኣቢለኩም ኣለኹ ብዝያዳ ሕጂ ከፊትና ክንሪኦ ኢና ውሽጡስ ከመይ ዓይነት እዩ ወይ እንታይ እዩ ብዝያዳ ጥዒምናዮ እንተነርና ወይ ዝጣዕምናዮ ሰባት እንተሊና ወይ እውን ኣዛሚድና ርኢናዮ እንተሊና ክትሕብርና ተስፋ ንገብር ኣነ በትያ ዝረኣኹዋ በታ ዝጣዓመትኒ ክነግር እየ ኢደይ ጽሒፈ ሳክት እውን ይገብር ኣላ ወይ ወይን ቃላት ከሕዚ ለው ኢደይ እየ እንዳኸድኩ ምሳይ ክኸውን ከምዚ ንሪኦ ዘለና ሓጂ በዛ እዚኣ ጉሉተን ፍሪ ተባሂላ ዘላ እንታይ እያ እታ ጉልተን ፍሪ ከፊትና በብሓደ ኩለን ክንርእየን ኢና ምሳይ ክትፀንሑ ክሳብ መወዳእታኻ ተስፋ ይገብር ምክንያቱ እንታይ ይፍልልዩ ሕጂ ክንሪኦ እንዲና ኣብ ጣዕሙ ከዓ ኩለን ፍልልይ ኣለዎን ገሊኡ ሓደ ዓይነት ጥዕሚ ኣሎ ሕጂ እዚኣ ኣኣ ትብል ኣላ ዋላ እዚኣ ከማ ኣ ኢሉ ኣሎ ከምዚ ሕማቕ ኣይኮነን ኣብኡ ኣንቢብና ጊን ማዕረ ክንደይ ጥቅሚ ኣለዎ እዩ እቲ ሕቶ ዘሎ ማንካ ከምፅእ ሕጂ ክንሪኦ ኢና ሽዑ ሕጂ በዚኣ ናይ ጉልተን ፍራይ ክንጅምር ኢና ማንካ ከምቲ ጸኒሐ ቅሩብ ደንጌ ክቲ ማይ ሕጂ እዚ ወይ ዝኾነ ፈሳሲ ወይ ጸባ ዝኾነ እቲ ንሕና ንደልዮ ክንገብረሉ ከለና እዚኣ ናይ ግሉተን ፍራይ ማእኸለይቲ እያ ማለት እዩ። እዚኣ ከዓ ከም ኣኸላስ ግን ምስ ግሉተን ዝኾነት እያ። እዚኣ ከዓ እቲያ ሕስርቲ ዝኾነት ዝሓሰረት እዚኣ ሰብዓን ትሽዓተን ሳንቲም እያ ዋጋ። እቶም ዝኾነ ይኹን ኦትስ ዝኾነ ክንጥቀም እንደሊና ትብሉ እዚኣ ናይ ፒኒ ትብል ዘላ ፅሕፍቲ ማለት እዩ ሕጂ ቀሪበ ከርኢ እኩም እየ እንታይ ፍሉል እዩ ዘለዎ እዚያ ራይዋ እዚያ ሕጂ እታ ሰብዓን ትሽዓተን ሳንቲም እያ ራይዋ ቁርተይ ከምዚ ሓመዳይ ኩን ዝበለ ሕብሩ ፈኩሽ እዩ ከዓ ማይ ክትኣልኮ ወይ ፀባ ክትኣልኮ ከለካ እዚኣ እቲኣ ኮርን እታ ብዮ ዝትብል ደላ ሰማንያን ሓሙሽተን ሳንቲም ማቲ እዚ ርኣይዎ ጥረይ ዋላ ከምዚ ርዝን ድበለ እዩ ነዚ ከተተርክሶ ከለካ ከዓ ብዙሕ ፈሳሲ የድልየካ ማለት እዩ ጣዕሙ ግን ጥዕሚ ብጣዕሚ ጥዕሚ እዚኣ ጉሉተን ምስ ጉሉተን ዝኾነት እዚኣ ጉሉተን ዘለዋ ማለት እዩ ረይዋ እዚኣ እዚኣ ሕጂ ብራውን ትኸውን ወይ ሓመደይ ትኸውን እዚኣ ቁርተይ ብርህ ትብል እቲያ ጉሉተን ፍሪ ተባሂላ ዘላን እዚኣን ግን በቃ ከምዚ ንዓይ ኣይደነው ዳርጋ ሓደ ዓይነት ኮይኑ ይስምዓኒ ቁርተይ ደስታተን ፅዕዱ ይብላ ቁርብ ንሳተን ይፅዕድዋ መስለኒ ከምዚ ንዓይ ዝሪኦ ዘለኹ ብፍላይ ኣቕሪብኩም ወይ ኣቕሪብክን ተርእይኹኖ እዚ ሕጂ ጥረ ምዃኑ እዚ ናይ ዲኤም ጥረ ወይ ርዝን ድበለ ከም ዝኾነ ምስ ምስ ኩሉ ኢት ከም ምዃኑ ወይ እውን ጥረ ከም ምዃኑስ ይፍለጥ እቲ ሕጂ ፍኹስ ፍኹስ ዝበለ እዚኣ ሕጂ ብፍላይ ኣብ ባኮ ዝፀናሓና ከምዚ ዓይነት ወረቐት መትሓዚ ተረኺብና ዝኾነ ድኳናት ከምኡ ምዃ ፅቡቕ ምክንያቱ ፕላስቲክ ብምዃኑ ቁርደይ የፅላእካ ከም ንዓይ እዚኣ ኣነ ጉሉተን ፍሪ ዘይኮነ ክጥቀምቲ ኮይነ ግሉተን ፍሪ ዘይኮነ እዚኣ ትጥቀም ግሉተን ፍራይ እንተደልየ ከዓኒ ከምዛ ንሪኣ ዘለና ነዚኣ ይጥቀም ማለት እዩ ኣነ እዚኣ ሓንቲ ሓፍተይ ካብ ትነግረኒ ነዊሕ ኮይኑ እዚኣ ይጥቀመላ ማለት እዩ ብጣዕሚ ከዓ ፅቡቅ ረኪበያ ምክንያቱ ብዙሕ ትሕዝቶ ከዓ ኣለዋ ኣብቲ ጣዕሙ ከኣኒ ጥዑም ማእከላይ እዩ። ኣብቲ ፈሳሲ ከኣ ማእከላይ ይወስድ ማለት እዩ። እዚኣ ፍኹስ ዝበለት እያ። ፍኹስ ክብል ከለኹ ዋላ እቲ ሓፍ ከተብሎ ከለካ እቲ ስታይ ኣ እዩ ድብል ዘሎ ኣ ምዃኑ ከማን ፅቡቅ እዩ። ግን ፍኹስ ዝበለት እያ። ፈሳሲ ከዓ ብዙሕ ኣይትወስድን እያ። ሰብዓን ትሽዓተን ከዓ ሳንቲም ከዓ ዋጋ ሕጂ ድመረጽናዮ ማለት እዩ ኣየናይ ትጥቀሙ ንሕና ከም ዝድበልናኩም እዚ እውን ንጥቀም ኢና እዚ ናይ ዲኤም ግን ሕውስ ነብሎ ንስኻትኩም ከ ኣየናይ ትጥቀሙ ንገሩና ብካልእ ቪድዮ ክሳብ ንራኸብ ሰሰናይ ቻው